ሰላም ኣሕዋት ኣብ ናይ ለማዓንቲ ቪድዮን ኣብዚ ማሕራዊ ሚድያ ሓዱሽን መዘራረትን ዘሎ ሓበሬታታት ብሓደ ኮይና ክንርኢ ኢና ካብኣቶም ሓደ ድማ።
ሓደ ዓርኩ እኮ እዩ ዝፈልጦ ብ ጎረቤቱ ሓመድ ከስያ ጸኒሑ ሰበይቱ። ብዛዕባ እዚኣቶምን ካልኦትን ክንርኢ ኢና ሰናይ ምክትታል። ዮው ሰላም ሰላም ዝኸበርኩም ናይ ረማይ ፊልምስ ዩቲብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ረማይ ናትኩም ተመሊሰ መጽየ ኣለኹ እሺ ኣሕዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ቀዳሚ ሎም መዓልቲ ከመይ ውዒልኹም ፅቡቅ ዶ ተባዒሉ ተመስገን ተመስገን እሱ ይሰኣን ብምቕፃል ናይ ሎም መዓልቲ ሌና ከም ዝተለመደ ክንሳቅ ክንጫወት ክንዘናጋዕ ኣብዚ ማሕበራዊ ሚድያ ሓደሽ ዘሎ ነገራት ክንርኢ ኣብ ቦታና ተረኺና መፂና ኣለና ቅድሚ ናብ ዜና ምተና ግን ኣብ ጥቃና ዘሎ ቁርስ ቡና ክመስ ክኾን ይኽእል ማይ ክኾን ይኽእል ዘለመለ ሎም መዓልቲ ኣነ ቺፕሲ ሒዘ መፅ እንታይ ይመስለኩም ሓዳረ ግዜ እም ብምቕጻል ኣነ ኣልማዕንቲ ዲና ከም ዝተለመደ ክንስሐ ክንጫወቱ ኣብ ቦታና ተረኺና መጺና ኣለና ቅድሚ ናብ ቪድዮና ምንታይና ግን ከምዛ ዝበልኩም ቅዱስ ቡና ተሃሊ ስሕስሐ ብሉ ነዛ ቪድዮ እዚኣ ድማ ሳብስክራይብ ምባል ቻነልና ሳብስክራይብ ጋር ይትረስዑ ሕዚ ናብ ቪድዮና ክተወኩም እየ ክሳብ መወዳእታ ቪድዮና ምሳኹም ትከታተሉ ብኸብሪ ዝሓትት ሰናይ ጻንሒት እሺ ኣሕዋትስ ቪድዮና ካብ መጀመር ክኾነና ብዚኣ ንጀምር ታይሎና ኣለዉ እዚ ኣቤት ናብራ እሺ ኣብ ዓለም እቲ ዝጸልኦ እቲ ዝጸልኦ በቃ ህይወት ፍሕፍሕ ይብሉ ቅድሚ ሰዓት ክትንስእ ዝገብረኒ እውይ ወይ ጎንጎባ ተዋረድኩ። ኣየ ህይወት ኣየ ህይወት ኣየ ምርቓ ኣየ ምርቓ ኣነ ፀኒሕና በቃ ኩሉ እዋይ
ኣሕዋት ቪድዮ ከም ዝረእኹምዎ ኢኹም ማለት እዚ ሓውና የንፀርፅር ኣሎ ማለት እንዴ ሰባት ካብዚ ዓዲ ክንወፅ እንደሊ ወፃእ ክንኾን እንደሊ በረድ ክንርኢ እንደሊ ብዙሓት ሰባት ዝሓውና ወፃእ ከይዱ የንፀርፅር ኣሎ ማለት ካብ መዓዝ ኢና ክንመስግን ድማ ኣብዚ ዘለና እውን ክነንፀርፅር ኣብኡ ከድኹም ተፀርፅሩ ረግ ሓዴና ኣባ ነመስግን
ትምህርቲ ከመይ ውዒሉ ዞም ደቀይ ቀብሪ ከመይ ውዒሉ በለና ባባና

ፍልጠት ምድላይ ድንቁርና ምቕባር ማለት እዩ። መሃይምነት ምቕባር ማለት እዩ። ካብ መሃይምነት ካብ ድንቁርና ሓራ ምዃን ማለት እዩ። ንዘለኣለም ንድንቁርና ንመሃይምነት ምቕባር ምዃኑ እዞም ፕሮፌሰራት እዞም ዶኳትር እዚኦም ነጊሮምኒ እዞም ፕሮፌሰራት እዚኦም እዞም ዶኳትር እዚኦም ነጊሮምኒ የቀንየለይ ክብረት ሃበለይ እዞም ደቀይ ፕሮፌሰራት ናይ ኣሕዋት ዝገርም ኣተዓባብያ እዞም ኣቦ ህዚ ዝገብርዎ ኣለዉ ነገር ቀሊል ክመስሎም ይኽእል ንዞም ደቆም ካብኡ ግን ዓብይ ነገር እዩ ማለት ከምዚ ዓይነት ከምዚ ዝኣክል በቃ ዝኾነ ፅቡቅ ሞቲቬሽን እዩ ሕዚ ንዞም ቆልዑ ካብኡ ሓሪፍ ኾይነ ሜም ዝዓብ ኢለ ተስፋ ይገብር ብምቕፃል ንሕና እውን ኣብ ቀብሪ ኢና ንውዕል ዘለና ኩላትና ዋላ እቱም ቪድዮ ትሪእዎ ዘለኹም ኣብ ቀብሪ ኢኹም ትውዕል ዘለኹም ኣብ ናይ መን ቀብሪ ተልኹም እኒ ኣብ ንድኽነት ዝግበር ቀብሪ ንድኽነት ክንቐብር እሸሕዋ ታውሳይዶና ኣሎ ስጋብ ትውዳእ ስምዕዋ ኣነ መብዛሕትኡ እዋን ክሳብ ሕጂ ዝሰራሕ ክኸውን ደርፍታት ሓቂ ንምዝራብ ከምዚ ወላ እንተሪእኹሞ ፀግዒ ጓል ኣንስተይቲ ገለ እዩ ከምዚ ኣቲ ንስኺ ጠሊምክኒ ገለ ኢለ ደሪፈ ኣይፈልጥን እየ ወላ እውን ከምኡ ወላ ክፅሕፍ ወላ ግጥሚ ከማን ኣይመፀለይን ውነ የብለይ ተረዲእኻኒ ሕጂ ሓደ መዓልቲ ግን ፍቄ ዓርከይ ሓደ ሰብ ግጥሚ ፀሓፈለይ ኢሉ ደው ኢልለይ ሓቂ ይነግረኩም ኣለኹ ባይዞ ኣብ ዝኾነ ኢንተርቪው ከማን ተዛሪበ ኣይፈልጥን ሕጂ ኦኬ ክፅሕፈልካ የፀገም የለን ግን እስከ እቲ ዛንታ ንገረኒ ኢለዮ እቲ ወዲ ብኣካል ስለ ዝረኣኹዎ ከምዚ ኣነ ወድ ተባዕታይ ኮይነስ ኣንጻር ጾታ ንጓል ኣንሰይቲ ገለ ተድንቕ እምበር ንዓይስ ወዲ ከብደይ ኣይበልዓንን እዩ ሓቂ ንምዝራብ ግን ኬፍ ዘለዎ ሰብ እዩ ዋላ ወዲ ኮንካ ከተድንቖ ተደሊኻስ ኬፍ ዘለዎ ሰብ እዩ ሰሪሑ ደኣቱ ገለ ዕጉስ ሰብ እዩ ባይዘወ ሕጂ ኢሉኒ እንታይ እቲ ሽግር ኢለዮሲ ኣፍቃሪተይ ኣላ ኢልኒ ካብ ኣፍሪቃ እዮም ጽዋ ብዙሓት ፈለጥቲ ከ ኣለዎ ነቲ ወዲ ብዙሓት ደቂ ኣንስትዮ ፈልጦ እየ ሕጂ ኢልኒ በቃ እንስኻ እንተ ገዲፍካኒ ሲ ሂወተይ ብድሕሪኡ እንታይ ከም ተኾነ ኣነ ኣይፈልጥን እየ በጃኻ ተጠንቀቕ ነብሲ ወከፍ ትገብራ ምንቅስቃስ ነብሲ ወከፍ ትገብራ ስጉምቲ ንዓይ እንዳሓሰብካ ግበሮ ገሌላ ተጠንቆ ሕጂ እንታይ ይብለኒ መስለካ ትወዲ ካብ ምሕራታ ፍርሒሲ ወላ ምስተን ካልኦት ደቂ ኣንስትዮ ዝተፈለየ ርክብ ዘይብለይ ከለኹሲ ክጥንቀቕ ጀምቢረ ኢልኒ። ኣነ እንድሕር ጠሊመያሲ እንታይ ኮን ኮይና ትጸንሕ፣ እንታይ ኮን ትኸውን ኢለሲ ይጭነቕ ነይረ ኢልኒ። ድሕሪ እዚ ኩሉ እዚ ወዲ ኣብ ኣማዞን ዝበሃል ኣሎ ኣብ ጀርመን ዝነብሩ ይፈልጥዎ እዮም ናይ ለይቲ ስራሕ እዩ። ደሓን ገንዘብ ገለ ተኸፈለሉ ሸቑል እዩ ተረዲእኻኒ ናይ ለይቲ ክሰርሕ ኢሉ ከይዱ ኣጋጣሚ ኣብቲ ስራሕ ምስ በፅሐ ከምኡ የጋጥም እዩ ሳሕቲ ስራሕ የለን ኢሎሞ ንገዛ ምስ ተመልሰ ሓደ ዓርኩ እኮ እዩ ዝፈልጦ ጎረቤቱ ሓመድ ከስያ ፀኒሐን ሰበይቱ ኧረ በስመ አብ መንፈስ ቅዱስ አዳ ናይ ብልቤ ነግረኩም እዚ ከምዚ ትብሎ ዝነበረት ጓል ማለት እሞ ኣብ ዓራቱ ይልካ ኣነሲ ዋይን ገለመለ ትበሃል ቀሪባትለ ኣይፈልጥንያ ኣይትፈልጥንያ እዚ ሪኦ ይፈልጥኒ ይልካ ተረዲእካኒ ሕጂ ንዓይ ዝገረመኒ እቲ ከምኡ ምርኣየይ ኣይኮነን ይልካ ምስክነይቲ ነብሰይሲ ኢልዎ በቃ ነዛ ነብሰይ እንዳኣመንኳ ከለኹስ ነብሰይ ንኸይትጋገ ኢለ ዘሕልፎ ዝነበርኩ ሽግርሲ ኣነ ጥራሕ እየ ዝፈልጦ እሞ ከዓ በዓላ ቀዲማትኒ ንኽትጋገ ሕጂ ነዛ ሰብ እዚኣ ስታይ ትብላ ኢልኒ ሽዑ ኣነ ግጥሚ ጽሒፈሉ ተረዲእካኒ እታ ስራሕ ከማን ካልእ ሰብ ንካልእ ሰብ ሂበዮ ገለመለ ተወፅያ ባይዘወይ ክሰምዕዋ ይኹም ኩለኹም ሕጂ እንታይ ክብለካ ደልየ መስለካ ሰነድ ዓርኪ ፍቂ ዓርኪ ሶሪ ከምዚኦም ዓይነት ሰባት ኩሉ ባህርያቱ ድሕረ ባይታ ናቱ ገለ ክነግረካ ጸኒሐ ከምዚኦም ደይቶም ክረኽቡ ከለዉ ሰይ ደው ኢልካ ክትሓስብ ኣየግብረካን ዶ ተረዲኻኒ እቲ ፍቕሪ ዝበሃል ኣየናይ እዩ ሰብ እንድሕር ኩሉ ክትደልዮ ነገር እንድሕር ኮይኑ ኢልካሲ እንታይ እዩ እቲ ናብ ካልእ ሰብ ዝኸይድ ካልኣይ ከኣ ፍሉይ ነገር ዘየለ ከሎ ሕጂ ብጣዕሚ ተሰሚዕኒ ዝጸሓፍኩዋ ግጥሚ እያ ነቲ ሰብ ፓብሊክ ከይውጻሉ ስለ ዘይደሊ እምበር እቲ ግጥሚ ኣብ ተደስማዕኩም ገሌኹም ምንባዕኹም ኢለ ግምት ስለዚ ኣብ ዘለኩም ሓሳብ እስከ ንገሩን ንኹሉ ሰብ እዩ ዝምልከት ባይ ዘ ወይ ዘይ ዕላል እሾሓት ኣብ ሳይዶን ኣሎ ህይወተይ ዝቐየረትለይ ልምዲ ምሽ ኣብ ህይወተይ ሓንቲ ነገር ኣላ ዝተቐመትን እሳ ኸኣ ኣነ ንፉዕ ቀዳሓ እየ። እዚ ከዓ ብኩር ዓዲ ዝዛረበሉ እዩ ኣብ ትምህርቲ ከለኩ ኣዝየ ንፉዕ ቀዳሕ እየ ነይረ እቲ ናይ ትምህርቲ ሲስተም ግና ኣይፍቀድን እዩ ብዙሕ መቅፃዕቲ ወሪደኒ ነይሩ እንድሕር ግን ኣብ ሂወት ቀዳሕ ምስ ጀመርኩ ኩሉ ፍቀድ እዩ ኣብ ሂወት ኣብ ትምህርቲ ናይ ሲስተም እዩ እቲ ናይ ትምህርቲ ሲስተም እዩ ዘይፍቀድ ነይሩ እምበር ኣብ ሂወት ቀዳሓይ ተዘይኮንካ ኢካ ሰነፍ ከማን እቲ ምንታይ ብዙሓት ቅድሜና ዝሓለፍዎ ሰባት ኣሉ ሓደሽ ሽግራት ፌስ ንገብሮም ነገራት ክኦልሞስ ዳርጋ የለው ኩሎም ቅድሚ ሕጂ ዝነበሩ እዮም ንፍዓት ነገድቲ እንተዳርየ ሸቀጥቲ ናይ ቢዝነስ ሰባት ተዳርየ ካብኦም ይቀዳሕ እንታይ ቅዳሕ ከመይ ገይሮም እዮም ዝሽቅሉ ካበይ እዮም ዝገዝኡ እንታይ እንታይ እዮም እንታይ እዩ ተረዲእዎም ዘሎ ካብኦም ቀዲሕካ እስተ ንዓይ ክጠቕመኒ እኮ ንፉዓት ሰብ ሓዳር ስኪል ኮሙኒኬሽን ናቶም ኣዘራርቦም እንተ ቀዲሕኒ እንተ ኣቕኒእኒ ከዓ ኮፍ ኢለ ከዓ ይሓቶም ክቀድሕ እኮ ኣይደልን ሲምፕሊ ገለ ገለ ከዓ ብጎቦ ዓይነይ ከምዞም ልቃም ናይ ሰራቕ ከምዚኣ ገይረ ዝቐድሖ ከዓ ኣሎ ከይተፈለጥኩ ካብ ኣዕሩኽተይ ካብ ፋሚሊ መንበረይ ካብ መራሕቲ ሃይማኖት እውን ዝቐድሖ ኣሎ ብሓፈሻ ኣብ ዝረኣኽዎ ነገር ኣነ ዘይብለይ ንዕኡ ዘለዎ ወይ ንዓኣ ዘለዋ ነገር ተረርየ ኮፍ ኢለ እየ ዝኽዳ ልክዕ ኮፒ በቃ ከምታ ዘላታ ወስዳ ንምንታይ ናይ መታን ክትጠቕመኒ እዚኣ እታ ንዓይ ህይወተይ ክሳብ ዝሕጂ ደረጃ በፂሐ ዘለኹ ዘብፅሓትኒ እሳ እያ ንፉዕ ቀዳሓይ ምዃነይ ስለ ዝተቐበልኩ እንደን ስለ ዝፈትዎ ከዓ ኣብ ትምህርቲ እንተ ኣለኹም ኣይፍቀድን እዩ ብናይ ትምህርቲ ሲስተም ኣብ ህይወት ግን ይፍቀድ እዩ ቀዳሓይ ተዘይኮንካ ምስራኻ ሰነፍ ምስ ዝብሎ ዘለኹ ሓሳብ ትሰማምዑ ዶ? እወ ንሰማማዕ ኢና ኣሕዋት ሰማይ ንስኻትኩም ትሰማምዑ ከም ዝኾንኩም ተስፋ ይገብር ብምቕጻል እናተቐዳዳሕና ኣብ ህይወት ሓደ ዝኾነ ደረጃ ተሃልዩ ሓደ ዝኾነ ደረጃ ተሃልዩ እናተቐዳዳሕኻ እዩ ጽቡቕ እሺ እሺ ኣሕዋት ኣብ ሳይድና ኣለዉ ጓልን ወድን መሓዙት ክኾኑ ይኽእሉ ዶ እሺ ዮገሽ ምሳኹም ዘለኹ ሳሚኤ ንሎምኻ ጓልን ወድን መሓዙት ክኾኑ ይኽእሉ ዶ ብዝብል ኣርእስቲ መፅየ ኣለኹ ብርግፅ ከዓ ክኾኑ ኣይክእሉን እዮም ሓደ ግዜ ኣብ ንካትዓሉ ዝነበርና ብዙሓት ኣዋልድ ብዙሓት ኣወዳት ነይሮም እቶም ኣወዳት ጓልን ወድን መሓዙት ክኾኑ ኣይክእሉን እዮም ክብሉ ከለዉ እተን ኣዋልድ ከዓ ጓልን ወድን መሓዙት ክኾኑ ይኽእሉ እየን ኢለን ብዙሕ ተኻቲዐን ማለት እዩ ሕጂ ሓንቲ ኣነ ሓንቲ ፈተነ ክበኪ እየ መብዛሕትኡ ኣዋልድ ይኹን ከምኡ ትብላ ሓንቲ ፈተነ ክበኪ ነቲ እዚ መሓዛ ኢልኪ ትምክሕሉ ወዲ ንገዛ ክዓድም እዩ ጥዑም ጨና ጌርኪ ንወዲ ዝስሕብ ኣከዳድና ጌርኪ ዋይን ገለ ቀራሪብኪ ንገዛ ክዓድም እዩ ኣብ ጥቑኡ ከዓ ኮፈሊ ሽዑ እንታይ ከም ዝገበረካ ትሪኢኺ። እመንኒ ክሓድኒ ወዲ ቦታን ግዜን ጥራይ እዩ ዝደሊ። ዕድል ከኣ ኣብ ፈተና ኣይተውዕለና ዝበሃል ቀንዲ መሓዛ ከም ዝነበረ እንድሕር ነዘን ፈተና ሰጊርወን እዚ ጥዑይ መሓዛ እዩ ማለት እዩ። ሽዑ ንዓይ ደውልለይ። እንተዘይሰጊርወን ግን ኣይትደውልለይ። ኣብዚ እንታይ ይርኢ ተለኩም ጓልን ወዲ መሓዙት ክኮኑ ይክእሉ ድዮም። እሺ ኣሕዋት ናይዛ ሓውና ቪድዮ ምሰማዕናዮ እዩ ማለት ወድን ጓልን ሲ መሓዙት ወይ ድማ ዓርኽቲ ወይ ድማ ከም ኣሕዋት ሲ ይቀራረቡ ይኽእሉ ዶ እዩ እቲ ሕቶ ማለት ኣይኽእሉን እዮም ኢልና ይድምድምን ምክንያቱ ኣሎ ሓደ ሓደ ዝኾነሎም ትርኢኻ ማለት ዕርኽቲ ኮይኖም ይጅምርዎ እሞ ይቕፅልዎ ካብኡ ግን ወይ ትወዲ ነታ ጓል ብናይታ ሽሙ ዓይኒ ሪኣን ወይ ታ ጓል ንትወዲ ብናይ ፍቕሪ ዓይኒ ኣይትሪኦን እዩ እምበር ዝሕቶ ሲ ወድን ጓልን ብሓደ ተራኺቦም ኣዕርኽቲ ኮይኖም ከቢድ እዩ ከቢድ ወይ ድማ ኣሕዋት ክኾኑ ኣለዎም በርሲ ኣዳም ሪዋንን ተፈጢሮም ኣሕዋት ሃው ስለዚ ክኾኑ ይኽእሉ ድም ኣይኽእሉን ዝብል እቲ ዝበዝሐ ኣነ ኣይኮኑን እዩ ዝብል ከም ናተይ እቲ ዝበዝሐ ኣይኮኑን ግዜን ዕድልን እዮም ፅቡይ እምበር ኣይኮኑን ይኾኑ እዮም ትብል ተሃሊኹም ኣብ ኮመንት እቲኹም ኣምኑና ኣሕዋት እሺ ኣሕዋት እስካብ ዝምቕፃል ድማ ናዚ ማሕበራዊ ሚድያ ሓደሽን መዘራረትን ዘሎ ሓበሬታታት ክወስደኩም እስኪ ብዚ ቪድዮ እዚ ንጀምር። ጥራሕ ነብሰይ ኮይነስ ማጨሎት ገለ ሕጸብ እየ ኣብታ ሙቭ ማለት እዩ ሕጂ ኣነ ከም ሰብ ቅሩብ ስክፍ ኢለ ነይረ ግን ክስራሕ ስለ ዘለዎ ከኣ ክሰርሖ ኣለኒ ክስራሕ ኣለዎ ከም ተጻሒፉ ዘሎ ጽቡቕ ስራሕ ስለ ዝኾነ ዋጋ ክፍለካ እዩ ግድነት ማለት እዩ ኩቤ ከምዚ እናተሰከፈ እዩ ሓቲትኒ ማለት ሲ ከምታ ተጻሒፋ ዘላ ዶ ክንገብራ ማለት ገለ እንዳበለ እዩ ወስታይ ዝገብረኒ ነይሩ ዋሲ ኣይስከፍንድዩ ግን ከም ሰብ ስቁሩብ ስክፍታ ኣርኢኒ ማለት እዩ ንመጀመርታ ግዜ እምበር ጉዳይ ኣይኮነን ደስ ዝበሎ እዩ ድዛረብ ሓሳቡ ክግለጸሉ ኣለዎ ክመጸሉ ኣለዎ ገለ ባይዘወይ ከምሳት ነይሩ ኣብ ስራሕ ዘጋጥም ነገራት እቲ ኣባሃህሉ ኣነ ይርስዖኒ ከምታ ተጻሒፋ ዘላ ዶ ክንስእላ ወላ ገለ እናበለ ከምታት ነይሩ

ኣይ እዚ እዩ ቀያዶ እዩ እዚ እባ ኮልጌት ይበሃል እዚ ሳሙና ማለት እዩ ና ስኒ ሳሙና እዚስ ናሳሙና ይኹን ናሳሙና ኣነ ከምዚ ኢለ ለይረእኹ እየ ከምዚ ኢለ ለይረእኹ ፅቕጥ እናበልካ ኣብ ዓይንኻ ዝግበር እዩ ዋይ ዋይ እሱ ካሊእ እዚ ካሊእ ኣቀማም ኦሞጥ እዩ ዳኾነ ሓደ ዓይነት እዚ ማሳሙና እዩ ረይ ረይ ኣነ ድካ ርእኪ

የለይ ማለት ኖኖ ኢኻ ትበሃል ምንም ነገር ደፊረን ኣይፍትናን ብፍላይ ዘይኣምናሉ ነገር ተኮይኑ ሸውሓት ኣውሳይዶን ኣሎ ብዘይ ክፍሊት ምኽሪ ግዜ ንኸይሓልፈኪ እምበር ኣብ ክንዲዚ ዓመት ክትምርዓው ኣለኪ ኣብ ከምዚ ዓይነት ክትምርዓው ኣለኪ ዘይኮነ እቲ ተማርፅዮ እቲ ተማርፅዮ ዓይንኺ ዋይዝ ብዝኾነ ለባም ብዝኾነ ዓይኒ ትርእዮ ቁመት ነዊሑ እንታይ ክገብረልኪ እዩ እንድሕር ቁም ነገር ዘይብሉ ከምቲ ትደልዩ ኩለን ኣዋልድ ዝጥምትኦ ሲክስ ፉት ኮይኑ ጨጉሩ ከምዚ ኮይኑ ከምዚ ኮይኑ ኢልክ እንድሕር ዳ ከምዚ ዓይነት ይደሊ ኢልክ እንድሕር ኩላ ሰብ ትጥምቶ ወዲ እንድሕር ክደሊ ኮንኪ ሓደ ሓደ ግዜ ከም ዕድል ክርከብ ይኽእል እዩ እንተዘይተረኽበ ከዓ ኮለል ክትብሊ ፀሓይ ክትዓርበኪ እያ ማለት እዩ ዘዝመፀ ንዓኺ ደላይኽ እንዳመፀ ከሎ ድፈትወኪ ከናበረኪ ዝኽእል ምሳ ክነብር እንዳመፀ ከሎ ብፍላይ ኣዋልድ ዝፈትወና ኣይንፈቱን ኢና ዝፈትወ ክመጪ ከሎ ኪድኪድኪድ እደድ ኪድኪድ እደድ ክትብሊ ከለኺ መወዳእታኣ ሽዕኡ እቲ እቲ ናትኪ ተደላይነት እንዳዝሓለ እንዳዝሓለ እንዳዝሓለ እዩ ዝመፅእ ሽዑ ክትጠዓሲ ኢኺ እቲ ኺድ ትብልዮ ዝነበርኪ ኢሊ ክትንዕቅዮ ዝነበርኪ ከመይ ዝበለ ሓዳር ገይሩ ከመይ ገይሩ ሰብ ከናብር ክትርእዮ ከለኺ ሽዕኡ እቲ ናትኪ ካልእ ጎራሕ መፅያ ክትወስዶ ከላ ክትጠዓሲ ማለት እዩ ንኸምኡ እየ እምበር ኣብ ከምዚ ዕድመ ክትመፅ መርዓ ካብ ኣምላኽ እዩ ኣብታ እግዚኣብሔር ዝበለካ ሰዓት መፃምድቲ የራኸበክ ግን ሓደ ሓደ ግዜ ንሕና ብዘይ ምስትውዓል ኣወዳት ግዜን ሰዓትን ኣለዎ በቃ ደቂ ኣርባዓ ደቂ ሓምሳ ኮይኖም መሪፆም ቀስ ኢሎም ተመርዕም ክወልዱ ይኽእሉ እዮም እንዲያውም ክዓብዩ ከለዉ እዮም ፅቡቕ ሓዳር ድገብሩ ዕድሚኦም ክውስኽ ከሎ እዮም ፅቡቕ ሓዳር ቆልዓ ተዓብያ ድኽእልሉ እሶም ጓል ግን ጓል ኣርብዓ ጓል ሓምሳ ክትከውን ከላ እቲ ምርጫኣ እንዳ ጥሓተ እዩ ዝመፅእ ደለይቲ የብልክን ኣይኮንኩን ዝብለ ግን እቲ ምርጫኺ እቲ ናትኪ ክስታይ ናትኪ ናቱ እንዳገፈሐ ናትኪ እንዳፀበበ እዩ ዝመፅእ ዝብለክን ዘለኹ ማለት እዩ እንድሕር ደኣ ሓደ

ብጣዕሚ ዝፈትወኩም ብጣዕሚ ዘመስግነኩም ኣብ ቀጻሊ ብካሊ ቪድዮ ክሳብ ንራኸብ በብዘለኹሞ ሰላም ኩለይ መችኹም